ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኩም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ሴሳን ብምቕፃል ኣብ ናይ ልምዓት ፊልምና ከም ዝተለመደ ክንስሐቅ ክንጫወት ክንዘናጋዕ ክንመሃር ኩሉ ሙሉ ኣብ ቦታና ተረኺና መፂና ኣለና ቅድሚ ናብ ቪድዮና ምታይና ግን ነስያ ናይዚ ሓደሽ ዝኾንኩም ሰባት ተሃሊኹም እንታይ ትፅበዩ ኣለኹም ሳብስክራይብ ብምጋር ቤት ዝኾኑ ብምቕፃል ነዛ ቪድዮ እዚኣ ድማ ላይክ ምጋር የንረስዕ ሎም መዓንቲ ሰንበት እዩ ሰንበትና ፍትሕ ከብሉ ክእሉ ቪድዮታት ሒዘልኩም መፅእ ኣለኹ እዚ ናብ ቪድዮና ክእተወኩም ክሳብ መወዳእታ ቪድዮና ምሳኹም ክትከታተሉ ብኸብሪ ዝሓትት ሰናይ ፃንሒት እሺ ኣሕዋት እስቲ ቪድዮና መጀመሪ ክኹን ናብዚኣ ንጀምር እንታይ ኢሉና ኣሎ እዚ ናፍሓም ነጋዴ? እሺ
ሄሎ፣ መብራት ኃይል ድዩ? እዎ መብራት ኃይልና።
ዋይ ለኣይ እኳ ኣይትፈልጠኒ ስልክኻ ካብ ሰብ እየ ተቐቢለዮ እዎ ኣካውንትኻ ትልእኸለይ ሓሲበ ነይረ። እንታይ ደሊኻዮ?
ኣይ ፈሓም ሻጣዊ ንሱ ልሎማዓንቲ መብራህቲ ተጥፋኣ ደልየ ነይረ።
ዓሞ ሓሪፍ እዩ ደስ በሃሊ ሓሳብ ማለት ከምዚ ናተሓጋገዝኻ እዩ ዝሓደ ክሰርሕ ተሎ ዝሓደ ይውፃዕ ንእሽተይ ዝሓደ ከጥፍእ ተሎ ዝሓደ ይሸጥ ጽቡቅ ሓሳብ ኣጥፈሉ እሶ ዝርማታ ሎና ኣሎ ሰላሳ ክንዲ ዝቁልጡፍ ኣይመስለንን ነይሩ ንዓይ ሰላሳ ዓመት ከምዚ ናይ ቦዳ ናይ ዩጋንዳ ይኹ ፉፍ ኢላ ኣትዩ ሰላሳ ዓመት ክንዲ ዝቁልጡፍሲ ኣይመስለንን ነይሩ ሕጂ ተጠራጢረ እኮ ገድሊ ኤርትራ ሰላሳ ዓመት እንተ ወሲዱስ ከምዚ ንዓይ ዶ ቀልጢፍዎ ምኸውን ይብለይ ኣነ ሓሳብ ሰላሳ ገይረ ሰላሳ ሓዳር የብለይ ሰላሳ ገንዘብ የብለይ ሰላሳ ድኾነት ጓል ከይተላለኹ ሰላሳ ሰላሳ ኣፍቃሪት ከይሓዝኩ ሰላሳ። ሰላሳ ጾታዊ ርክብ ከይገበርኩ ሰላሳ
ዝሓወይ ሰላሳ ዓመት ሙሉ ሃሪስኻ ዲኻ ኔርካ ምንም ነገር ኣክቲቪቲ የለን ተስፋ ብምቕፃል በይዛኹም እስቲ ኣቱም ሰላሳ ልገርኹም ተሃሊኹም ደቂ ዕስራታት ለለና እስቲ ትመኽሩና ሓሳብ ታዲያ ከምኡ ንፅሓፉልና ደቂ ዕስራ ገለ ለለኹም ድማ ዕስራታት ማለት እዩ ኣትኹም ኣንብቡ ሰሌ እና ራሄል ሰሌ እና ራሄል ሓዳር ካብ ዝገብሩ ገና ወርሒ እዮም ገይሮም ነገር ሓደሽቲ ተመራዓውቲ ሰሌ ካብ ስራሕ ናብ ገዛ ክኣቱ ከሎ ኣየናይ ሒዘ ኣየናይኸ ክገድፍ ኢሉ ብጣዕሚ እዩ ልጭነቕ ራሄል እውን መዓዘ እዩ ካብ ገዛ ናብ ስራሕ ዝመፅእ እናበለት ኣብ ኣፍ ደገ ገዝኣ ኮፍ ኢላ ትፅበዮ። ኣብታ ግዙ ዝኣትወላ ሰዓት ምስ በፀሐ ድማ ደው ኢላ ብፍቕሪ ንምሕቋፍ ትዘጋጆ። ብዓይና ምስ ረኣየቶ ድማ እናጎየየት ኸይዳ ትሓቑፎ። ትገብሮ እውን ይጨንቃ። ገዛ እንዳ ሰሌ ብሰሓቕ፣ ብፍቕሪ፣ ብስፖርታዊ እንቅስቃሴታትን ዝተመልአ እዩ። ነዚ እና ሓልሓሊፉ ብፍቕሪ ዝተመልአ ወክ እናገበሩ ኩልግዜ ምስ ዝርእዮም ሰብ ኣፎታም መቢሉ፣ ሓዱሽ ፍቕሪ መናቖሪ ከይበሎም ኣይሓልፍን። እዚኦምን ከምዚኦም ዝበሉ ጥዑማት ፍቕርታት እናሓለፉ ራሄል እውን ኣብ ማህፀና ህፃን ካብ ትሽከም ሸውዓተ ወርሒ ኣቑፂሮም። ሰሌ ምኽንያቱ ብዘይተፈለጠ ካብ ግዜ ናብ ግዜ ዳኣ መስተ ምምሻይን ሓልሓሊፉ ድማ ምሕዳርን ስራሕ ኢሉ ሒዝዎ እዩ። ኣብ በሪ ገዝኣ ኩል ግዜ ኮፍ ኢላ ትፅበዮ ዝነበረት ራሄል ድማ ከምቲ ልማዳ ኮፍ ኢላ ትፅበዮ። ቀቢጻ እውን ትኣቱ። ሰሌ ገዛ ክኣቱ ከሎ ዝነበሮ ብሩህ ገጽ ጠፊኡ፣ ምኹርራይን ሓልሓሊፉ ድማ ንራሄል ምጽፋሕን ምድፋእን ቀዋሚ ስራሕ ኢሉ ሒዝዎ እዩ። ነዚ ዝመረራ ራሄል ድማ ንሓዋ ጸዊዓ ትነግሮ። ሓዋ ድማ፣ መጀመርትኡ እውን ኣነ ምስ ካሊእ ክትምርዖይ ነጊረኪ ነይረ እየ። ሕዚ እውን ፍትሕዮ! ፍትሕዮ! ይብላ። ራሄል ንሰሌ ገዛ ክኣቱ ከሎ ኮፍ ኢላ፣ ሶልየ ኣነ ይርብሸካ ኣለኹ ከይኸውን! ዝወልደሉ ወርሒ ውን እናኣኸለ እዩ እና ናብ ኣደይ ክኸይድ ንዓኻ ደስ ዘብል ተኾይኑ ውን ካብ ሂወትኻ ክወጽእ ትብሎ ሰሌ ብንዴት ስምዒት እንታይ ካብ ሂወተይ ክትወጺ ዝደለኽሉ ዕላማ ካሊእ ሰብኣይ ለሚድኪ ማለት እዩ ምስ በላ ራሄል ድማ ተናዲዳ ኣነ ኣይኾንኩ እንዳ መስተ ዝሓድር ዘለኹ ምስ በለቶ ሰሌ ተናዲዱ ብጽፍዒት ይወቕዓ። ራሄል ድማ ናብቲ ናይ ማእከል ጠረጴዛ ብርእሳ ትወድቕ። ስምዒተይ ክነፍሰለይ ኢሉ ብሸለልትነት ዝወቕዓ ውቅዒት ራሄል ምስቲ ኣብ ከብዳ ዝነበረ ህጻን ንከይትምለስ ትኸይድ። ትመውት። ብፍቕሪ ዝተመልአ ገዛ እንዳ ሰሌን ራሄልን ብጽምዋ ይብላዕ። ብዘይረብሕ ኣልኮላዊ መስተ ህይወቱ ተበላሽዩ በዓልቲ ገዝኡ ዝቐተለ ሰሌ ብጥዕና ጸገም ካብቲ ተኣሲርዎ ዝነበረ እስርቤት ወጺኡ መውዓሊኡን መሕደሪኡን መቓብር ስፍራ ኾይኑ።
በስመኣም ኣሕዋት ብጣዕሚ ልፍለ ቪድዮ እዩ ብጣዕሚ ደስ ልብል በስመኣም ኣብዚ ሓፃር ደቂቃ ሲ ብጣዕሚ ብዙሕ ነገር ሰሚዕና ነዚ ሓውና ነዞም ዝሰርሕዎ ቀፅሉሉ ቀፅሉሉ ካልእ ቪድዮ ንፅበ ኢና ካብኡ ድማ ብጣዕሚ ዓብይ ትምህርቲ እዩ እዚ ነገር ነዞም መስተሰት እዮም ገዝኦም ልኣትዩ ገለ ናጋ ስድርኦም ነገር ለይምልከቶም ተሓረቐስ ኢሉ ፀባዮም ልቐየር ገለ

ዋእ እሞ ትጋገ ኣለኻ እኮ በሃሊ ቁርቲሕልና የለን ድዩ ዋእ ንዕባእ ተደርቢሽካ ኣለኻ ገለ እዩ ድበሃል እምበር ንዓይ ሕጂ ኩለን ኣዋልድ እየን መሃነድ መሃነድ ድበሃሊ ግን ኣነ እዝግሄር ፈሪሐ ኣይኮንኩን እየ ዝብለን ዋእ ዘፈሩ ይሃል ድሕሪ ፈጢርኒ ዘፈሩ ጥራይ ክኾን ደለኒ ፈትየ ዘፈሩ ዝኾንክ መሲልኪ ኬን ጥራይ
ሸዋት እዚ ጉዳይ ከቢድ እዩ ማለት ከምኡ ከመጉሰኪ ከሎ ሲ ከምዚ ቆንጆ ኢኺ ሽኮር ኢኺ ክብለኪ ከሎ ኖ ኖ ይትጋገ ኣነ ብኣካል ቆንጆ ኣይኮንኩን ስልሽርኪ እሽሖ ስጋውስ ብቕጻል ድማ ኣብ ብዛዕባ ዕንዶ ሓውና ልበሃል ዘሎ ነገር እንታይ ይብለና ኣሎ እዚ ካብ ሞት ዝተስእ ኣመሓዳሪ ጋሽ ባርካ ወለደ ማዕረ ኣነ ኣይሞትኩ ኣነ ዝሃረምኩ ኩላኻ ሸርክያ ዘለኻ ብሙለኻ ማለት ኣዲስ ኣበባ ኣሉ ኡጋንዳ ኣሉ ሊብያ ኣሉ ኣውሮፓ ኣሉ ጉዳይ ኣይኮናነ ኣብ ኣርባዕተ ርትር ኩላኻ በቃ ኣነ ብህይወት ኣለኹ ስድራ ኣለውኒ የሕዋት ኣለውኒ ሓዳር ገብረ ናብራ ገብረ ደቂ ወልደ ቆልዓ ወልደ ብዙሕ ነገር ይፅበኒ ኣሎ እንኳዕ ሃለኻ እንኳዕ ሃለኻ ዕንዱ ሓወይ ኣና ደኣ ሞይቱ ገለገለ ኢሎም ዘይኮን ነገር ናሰርሖ ኣጨኒቖምና ነይሮም እንኳዕ ሃለኻ ሎሚ ኣብ ከተማ ካምፓላ ኣርብዓን ሰለስተን ፅምዲ መርዓውቲ ሎሚ ቀዳም ዕለት ዓሰርተ ክልተ ሓምለ ክልተ ሽሕን ዒስራን ሓሙሽተን ኣብ ካምፓላ ቃል ኪዳን ኣሲሮም ኣለው። ሓዳሮም ይባርኽ ካሜራ ማን ወዲ መንገሻ ዝላኣኾ ቪድዮ እዩ ብጣዕሚ ደስ ዝብል ኣርብዓን ሰለስተን ጽምዲ ማለት እንታይ እዩ ጓል ንወድን ሓደ ጽምዲ ጓል ንወድን ክልተ ጽምዲ ጓል ንወድን ሰለስተ ጽምዲ እናበልካስ ሓደ ክልተ ሰለስተ እናበልካስ በቃ ኣርባ ኣርብዓን ሰለስተን ሰማንያን ሽዱሽተን ማለት እዮም ጠቕላላ በስመ ኣርብዓን ሰለስተን ብሓንሳብ ማለት እዩ ኣብ ዝሓለፈ ዓመት ገለ እውን ኣርብዓን ገለን ብሓንሳብ ነይሮም ማለት እዩ ገና ሕጂ እዩ ከኣ ጾም ተኸፊቱ ዘሎ ናይ ሎሚ ርብዓን ሰልስትን ርኢና ዝመጽእ ዘሎ ሰሙን ከኣ ሰላሳን ገለን ንርኢ ንኸውን ሰብዓን ገለን ንርኢ ንኸውን ሰብ ይምርዖ እዩ ዘሎ እቶም ዘይተመርዓኹም ሃየ ደኣ እትው ኣብልዋ እዞም ኣሕዋተይ እዞም ተመርዒኹም ዘለኹም ከኣ መርዓኹም የርእየና ሶሪ ውላድኩም የርእየና ወይ መርዓኹም እባ ንርኢ ኣለና

ኣቤት ቁኖ ከም ኣንታይ ኢልኩም ቁማል ዘጽድፍ ቁኖ ከኣ በዚኣ ትኸውን እዝግዮ ከምኣ ንገብራ ዓይነታ ይኹነኪ
እወ በቃ ከማያ ዘላ ጉዳይ ኣሜሪካ ከምዚኣ ትመስል ኣሜሪካ ከቢዱ ናይ ኣሜሪካ ጉዳይ ረእይዋ እወ ኣሜሪካ ተሞይታ ዓሰርተ ሓሙሽተ ሽሕ ንዓዲ ክትከይድ እንተሃሊኻ
ቢል ናቶም ቢል ክትከፍል ጋይስ ተረባሪብና

ሓንቲ ክተሓተኪ መጀመርታ ሴክስ ድዩ ተፈጢሩ ዋላ ሓጢያት? ፍሉጥ ነገር ሓጢያት እዩ።
ኣይኮነን ኣቲ ኣሞረ መጀመርታ ሴክስ እዩ ተፈጢሩ ብከመይ እንተ ኢልክኒ መጀመርታ ኣዳምን ሄዋንን ኣብ ገነት ምስ ተፈጠሩ ሴክስ ተጀሚሩ ሽዑ ግን ብዙሕ ንቁሓት ስለ ዘይነበሩ ሴክስ እንታይ እዩ ኣይፈልጥዎን እዮም ኔሮም ሓጢያት ደኣ መዓስ ተጀሚሩ እንተ ኢልክኒ ካብታ ከይትበልዑ ኣስተባህሉ ገረብ ምስ በልዑ ብወግዒ ሓጢያት ተጀሚሩ ሓጢኣት ምስ ገበሩ ዓይኖም ተኸፍተ፣ ጥርሖም ከም ዘለዉ ከኣ ፈለጡ ይብለና መጽሓፍ ቅዱስ። ኣራይ ግደፍ እዩ'ሞ ኩሉ ነገር። ሄዋን ንኣዳምሲ እንታይ ክትገብረሉ እዩ ኣብ ገነት ኣምጺዋ? እንታይ እያ ሽጉርቲ ክትመትረሉ? ገዛ ክትሕልወሉ? እንታይ እያ ክትገብረሉ? ካብ ንሄዋን ዝፈጥረሉ ኣዳም ድዩ ዝፈጥረሉ? ክልተ ኣዳም ይኾኑ። እሺ ኣሕዋት እዛ ሕቶ ምልሰማዕኩሞ ኣዩ ኸባድ ሕቶ እያ ኸባድ ሕቶ እያ ሴክስ ሓጢኣት እዩ ኣይኾነ ይብል ትሪኡ ኣለኹም ናብ ሃይማኖት ናብ ኣዳም ናብ ሄዋን ወሲዱ ክእምና ኢሉ ምክር ኣሎ ንስኻትኩም ከ እንታይ ይመስለኩም ሓጢኣት ድዩ ኣይኮነን ሓጢኣት ዶ ኣይኮነን ኣብ ኮመንት እስቲ ክስተዚ ድማ ተለና ኣሎ ሓት እዝጌር ኣውፅኒ እሺ ሓደ ግዜ ኣብ ባሕቲ እንታይ እዩ ኣጋጢሙኪ ነይሩ ባሕቲ ምድሪ እዩ ነይሩ እወ
ናይ ሞጎስ ኣብ ኒላትንስ እወ እቲ ናይ ሞጎስ እወ እታ ጠጠው ድበለት

ንኹሉ ሰብ እያ ከምኡ እንዳበለት ትነግር ባሕቲ ምድሪ እንዲ ነይሩ እዝግሄር ኣውዲኒ ንኾንኩ ሸውዓት እዛ ቪድዮ ምረኹም እዩ እሰብ ዘላ ቪድዮ ድማ ማለት እዩ ቁልነትኩም ከዘክረኩም ቁልነትኩም ወይ ወይ

D D U U V V W W X X Y Y Z ኣሕዋት እዚ ቪድዮ ምረኹምዎ እዩ ማለት ኩላና ኣብዚ ኤልና ክንሓሊፍና ና ፈረንጂ ናሊ ዓድና ቋንቋ ለይለመድኹም ኢሎምስ ብኹርኹሚት ብበትሪ ሓና ከይምልከተና ንህለሓ ኢልና ቋንቋ ንዛረብ ይግበና ግን ኤቢሲዲ ለሸም ደድኻ ተባሂልካ ትሪእዋ ኣለኹም ብኹርኹሚት በሊ እሺ ኣሕዋትና ለማዓንቲ ቪድዮና ነዚ ይመስል ነይሩ ክሳብ እዚ ረኹም ሰዓት ሃሊኹም ብጣዕሚ እየ ዝፈተኩም ብጣዕሚ እየ ዘመስግነኩም ኣብ ቀፃሊ ብካሊእ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይሞችኹም